ኣሰላሙ ዓለይኩም ወራህመቱላሂ ወበረካቱ ናይ ሎማዓንቲ ኣርእስትና ብዛዕባ ደረጃታት ናይ ስያም ዝብል እዩ ልክዕ እዩ ኩሉ ዝጾመ ሰብ ሓደ ዓይነት ኣጅሪ ወይ ደረጃ ኣይኮነን ዘለዎ ከም ትሕዝቶኻ ጽፈት ዒባዳኻ ኢቲ ኣጅርን ደረጃን በዚ ምክንያት ከዓ ዑለማ ነቲ ስያም ሰለስተ ደረጃታት ከም ዘለዎ እዮም ዝገልጹ ንሳቶም ድማ እንታይ ተባሂሎም ይጽውዑ? እቲ ቀዳማይ ሰውም ኣልዑሙም እዚ ማለት ተራ ጾም ማለት እዩ። እዚ ኸኣ እቲ ዝተሓተ ደረጃ እዩ። እቲ ካልኣይ ከኣ ሰውም ኣልኹሱስ ይበሃል። እዚ ድማ ፍሉይ ጾም ይበሃል። እዚ ድማ እቲ ማእከላይ ደረጃ እዩ። እቲ ሳልሳይ ድማ ሰውመልኩሱ ሰልኩሱ ይባሃል እዚ ድማ ፍፁም ፆም ተባሂሉ ይፅዋዕ እዚ ድማ እቲ ዝለዓለ ደረጃ ፀዋማ እዩ እቲ ሰውመልዑሙም ወይ ድማ ተራ ፆም ዝበሃል ካብ ብልዕን መስተን ፆታዊ ዕግበትን ተቖጢብካ ካብቶም ካልኦት መሓረማት ከም ካብ ሕሜታ፣ ሓሶት፣ ካብ ሕማቕ ምስማዕን ምርኣይን ከይተኸልከልካ ምውዓል፣ እዚ እቲ ሰውመ ልዕሙም ዝበሃል ኮይኑ፣ ውጽኢቱ ድማ ዳርጋ ኣደዳ ጥሜትን ጽምኣትን ጥራይ ኢኻ ትኸውን፣ ኣጅሪ የብሉን። ከምቲ ረሱል ሰለላሁ ዓለይሂ ወሰለም ዝበልዎ፣ ሩበ ሳኢሙ ሓዙሁ ሚን ስያሚሂ፣

ልሳን ካብ ሕማቕ ምዝራብ፣ ዓይኒ ካብ ሕማቕ መሓረማት ምጥማት፣ እዝኒ ካብ ሓራም ነገር ምስማዕ፣ እግሩ ካብ ናብ ሕማቕ ቦታ ምኻድ፣ ኣእዳዉ ካብ ናብ ሕማቕ ነገር ወስ ምባል፣ ብሓፈሻ ካብቶም ረቢ ዝሓረሞም ነገራት ዝኽልከል ጸዋማይ፣ እዚ ድማ ናይ ስያም ኣጅሩ ውሑስ ኮይኑ፣ ካልኣይ ደረጃ እዩ። ነቲ እዚ ብስያም ኣቢልካ ክብጻሕ ዝተደልየ ዕላማ ወይ ታርጌት ድማ ሃሪምዎ እዩ ክበሃል ይከኣል። እቲ ሳልሳይ ዓይነት ስያም ወይ ድማ ብደረጃ ቀዳማይ ዝቑጸር ሶመል ኹሱስ ኣልኹሱስ፣ ጾም ኣልኹሱስ፣ ኣልኹሱስ እዚ ኸኣ ፍጹም ጾም ተባሂሉ ይጽዋዕ። ከብድኻ ካብ ብልዕን መስተን ሸውሃትን ከልኪልካ ካልኦት ኩሎም ኣካላትካ ድማ ካብ ሕማቕ ዘበለ ነገር ቆጢብካ ልብኻ ብኢማን መሊእካ ንረቢ ስብሓነሁ ወተዓላ እንዳዘከርካ ካብ ዓለማዊ ረብሓታት ርሒቕካ ኩሉ ኣድህቦኻ ናብ ሓደ ረቢ ስብሓነሁ ወተዓላ ጌርካ ሓታ ካብቶም ሙባሓት ከይተረፈ ርሒቕካ ትጾሞ ስያም እዚ ጠብዓን እቲ ዝበለጸን ዝለዓለን ደረጃ ስያም እዩ። ስለዚ እዞም ሰለስተ ደረጃታት እዚኦም ከም ዘለዉ ዑለማእ ይገልጹ ማለት እዩ። እዚ ድማ ሓደ ሰብ ኣበየናይ ደረጃ ከም ዘሎ ንዓለም ከይሓተተ ንነብሱ ኣብቲ ቁኑዕ ቦታ ወይ ደረጃ ክሰኹዓ ይኽእል እዩ። ብዛዕባ እዚ ከመይ ጌርና ካብቶም ዝለዓሉ ደረጃ

ብዙሕ ሜላታትን መንገድን ይጥቀሙ። ኣብዚ ዘረባ ናይ ኣቡ ሓምድ ነቶም ጸወምቲ ኣብ ሰለስተ ከፊልዎም ከምቲ ኣቡ ሳልሕ ዝዘከሮ። እዚ እቲ እቲ ዘድልየና ዘሎ ሕጂ ንዓና ኣበርቲዕና ሰሪሕና ናብቲ ዝለዓለ ናይ ጸወምቲ ምምጻሕ እዩ። ባጋ ኣሕዋተይ ናብቲ ዝለዓለ ደረጃ ናይ ጾም ንኽንበጽሕ ኣብቲ ኢማንና፣ ኣብቲ ድልየትና፣ ኣብቲ ተግባራትና ኮታ ኣብ ኩሉ ህይወትና ንፍጽሞ ዒባዳ ትእዛዝ ናይ ረብን ረሱልን ብቀዳምነት ክስራዕ ኣለዎ። ክትፈቱ እንተ ዄንካ ረብን ረሱልን ዝፈትዎ ክትፈቱ ኣለካ። ከተተግብር እንተ ዀንካ ረብን ረሱልን ዝኣዘዝዎ ክትምእዘዝ ኣለካ እዚ ድማ ብሓንሳብ ኣይመጽእን እዩ እንታይ ደኣ በብቁሩብ እንዳገበርካ እዩ ከከም ጻዕርካ እቲ ኢማን እቲ ኢማንካ ይድልድል ይድይብ ንላዕሊ ንኣብነት ንውሰድ ሞባይል ሻርጅ ክትመልኣ ከለካ በብቁሩብተይ ትመልእ

ጣዓ እንተብዚሕካ ኢማንካ ይውስኽ ማዕስያ ኹልኩል እንተብዚሕካ ይወርድ ኢማንካ ከምቲ ኣብነት ዘምጻናዮ ናይ ሞባይል ማለት እዩ ረቢ ሱብሓነሁ ወተዓላ ከመይ ጌሩ ኢማንና ከም ንውስኽ ክገልጸልና ኸሎ ይብል ሱብሓነሁ ወተዓላ ወለዚነ እህተደው

ስለቲ ዝገበርካዮ ተግባር ድማ ምስጋናኻ ተቐቢሉልካ ፍርሂ ረቢ ከተሕድር ይገብረካ፣ ወኣታሁም ተቕዋሁም ዓስቢ ናቱ ድማ ጠቓሚ ፍልጠትን ሰናይ ተግባርን ከም ተጥሪ ከም ትእክብ ይገብረካ፣ በዚ ኢማንካ ሓፍ ይብል ናብቲ ዝለዓለ ደረጃ ይመጽሕ ናብቲ